ሳምራዊ ተኸታታሊ ዛንታ ብተስፊት ዮሃንስ ምዕራፍ ሓደ ቁፅሪ ሽዱሽተ ሳምራዊ ኣብ ተዕራርቦ ከምዚ እናበለ ምስ ነብሱ ዕላል ጀመረ ዓለም እንታይ እያ ደቂ ሰባት ዝድሰቱላ ድያ ወይ ዝቐዝኑላ መድረኽ? እቶም ኣብ መሬት ደስታ ተሓሪምዎም ካብ ጸገም ናብ ጸገም ክሰጋገሩ ጓኖት ሰሓቕ ኮይኖም ምስ ቅልጣፈ ብርሃን ክጓየዩ ሰለም ከየበሉ ዝሓልፉ ሰባት ማእስ እዮም ክሕጎሱ። ብእውነት ቅድሚ ምፍጣርና ምርጫ ክውሃበና ነይርዎ። ከምኡ እንተዝኸውን እዛ ምድሪ ናይ ውሑዳት ጥራሕ ምኾነት። ኣነ ንገዛእ ርእሰይ ዘምጽእ ኣይምነበረንን። እዚ ክብል ከለኹ ፍቕሪ ስድራ ቤተይ ግን ኣብ ቦትኡ እዩ። እንተ ዘይመጸ ግን ኣበይ ምተፋለጥና፣ ኣይምተሓጋገዝናን፣ ኣይምተቐያየምናን፣ ኣይምተፋቐርናን እውን። ኮታ ኩሉ እቲ ኣብዚ ላዕልን ታሕትን ንብለሉ፣ ናይ ናብራ ውረድ ደይብ ኣይምፈለጥክዎን መንግስታኣብ ሓወይ ንባዕሉ ነዚ ኩሉ ሕቶ ዝኾነና ናይ ህይወት ስንክሳር ከይፈለጠ እዩ ገና ሕማቕን ጽቡቕን ከይፈላለየ እንከሎ ናብ ዓዲ ኩልና ከይዱ እንተዝህሉ ብዙሕ ምሓገዘና ንሓላፍነት ናይቲ ስድራ ቤት ገለ ክፋሉ መልዓለ ግን ዕድመ ይረኸበን ዕድመ እንተ ዝረክብ ከም ሰቡ ዓለም ጻዕሪ ኣንታ ዓለም ጻዕሪ ሎሚ ኣዳም ኢና ጽባሕ ጸብሪ እናበለ ደርፊ ዝመስል ቁዛመ እናዘየመ ዕድመ ይቖጽር ምሃለወ። በዓል ኣደይ እቲ ዝኸውን እዩ ዝኸውን ትብል ዛንታ ስለ ዘየንበብኣ መንግስቲ ኣብ ሓወይ ተዓይኑ እዩ ዕምበባ ዝመስል ፍሉይ መልክዕ ስለ ዝነበሮ ኩትሮ ዓይኒ ሰብ ወዲቕዎ ናሃለኩም ኩልፍ ኢሉ ክብላ ክሳብ ሎሚ ይዕላሉ ኣነ ግና ምስታ ጽሕፍቲ ስለ ዝሰማማዕ እቲ ዝኸውን ስለ ዝኸውን እዩ ምሳና ዘየለ በሃላ እየ ስለዚ እቲ ዝኸውን ኢና ዘይንፈልጦ እምበር ክኸውን ዘይግባእ ዝኸውን የለን ኣብ ገለ ንድነቕ ኣብ ገለ ንስንብድ ኣብ ገለ ዘይተሓስበ ሓጐስ ዝስምዓና ኣብ ገለ ድማ ስምዒት ዘይፈጥር ውፅኢት ንረክብ ሕጂ እውን እንተኾነ ነዚ ካብዚ ናይ ምውፃእ መደበይ መዓልቱ ስለ ዝኣኸለ እምበር ብሓይለይ ዘእከልክዎ መዓልቲ ወይ ፍጻሜ የለን። ንዓይኖም ምንጋር ደኣ እንታይ እዩ ልዕሊ ሞት ዝኾነኒ? ኖኖኖ ክነግራ እየ። ዓይኖም ሽኮር ኣብቲ ፈለማ ኣውደ ኣመት ምድሪ እንዶ ትላገጽ እናበለት ናይ ዘይብቕምባል ምኽንያት ክተርእየኒ እያ። ኣብ መወዳእታ ግን ዓይኖም ትሙት ካብ ጽባሕ ኣይንራኸብን ኢና ምስ በልኩዋ ብደዋ ምኽ ክትብል እያ ኣነኸ ክትብለኒ እያ ዓይኖመይ ንናብራ ከም ዝተጻዕነ ኣድጊ ለጠፍ ዝውሰኹ ኣነ እውን ናብ ናይ ካልኦት ሰባት ህይወት ለጠፍ ክኸውን እየን ነብሰይ ድልውቲ ገይርያ ዘለኹ ስለዚ ለጠፍ ዶ ለጠፍ ይውስኽ እዩ። ሓደ ሓቂ ግን ኣሎ፣ ፈቲንካ ምዃን ንዝኣበየካ ኢኻ ከቢድ ምዃኑ ብርእሰ ተኣማንነት ትዛረብ። ብርግጽ ኣብዚ ነገርዚ ይሰማምዐ። እቲ ኣነ ዝብለኪ ግን ኣብ ህይወተይ ዝኸበደ ነገር ግን ከኣ ክፍትኖ እውን ዘይደሊ ንዓኺ ምርሳዕ እዩ። ወትሩ ብዛዕባኺ ክሓስብ እየ። ወትሩ ስለ ዘፍቅረኪ ወትሩ ክናፍቐኪ እየ ክብላ ኣለኒ ስለዚ ሕጂ ግድን ክኸይድ እየ ክብል ከሎ ቁሩብ ትብዓት ዝጎደሎ ኮይኑ ተሰምዖ ብውሽጡ ስለ ዝወሰነ ግን ናይ ዘለዎ ሓይሊ ኣኻኺቡ ተበገሰ ንእግረ መንገዱ ኣስመረት ሓፍቱ ካብቲ ዝሃበቶ መሐሸሺ ናይ ኣውደኣመት ቆራሚሞ፣ ካብቲ ኣብ ገዛውቶም ዘሎ ድኳን ማስቲካን ብሽኮትን ዓደገላ። ነቲ ብሽኮት እናጠመተ፣ ዓይኖመይ ሽኮር! ብፍቕርን ብኣካልን እምበር ብሓሳባ ገና ኣይዓበየትን ዘላ። ስለዚ እዚ ብሽኮቲ ከምቲ ንቆልዓ ዝፈጥረሉ ሓጎስ ንዓኣ እውን ፍሉይ ባህታ ክህባ እዩ። ኣታ ሕብረተሰብ! ከም ጸርፊ ዝጥቀመላ ዓቢ ቆልዓ ትብል ቃል ዘከረ። ጌጋ እኮ እዩ ድማ በለ ብዓውታ። ንሓደ ክንዲ ሰብ ኣኼለ ዝብል ኣተሓሳስብኡ ገና ካብ ናይ ቆልዓ ከም ዘይፍለ ክትነግሮ ብኸምዚ ዓይነት ዳህሊ ዝኾነ መሊሱ ነቲ ዝነበረካ ዘጥፍእ ካብ ጽፍዒት ዝተርር ቃል ምጥቃም ክተርፍ ኣለዎ። ብልክዕ እታ ዝተምሃርናያ ከም ዝነበረት ታዳ ኣይዝክራን እየ እምበር ኣቦይ ቀሺ ትምህርቲ ድሕነት ክምህሩና ከለዉ እቲ ንሓው ዓሻ ኢሉ ዝጸርፍ ዓብ ሓጢኣት ይፍጽም ምህላዉ ኣስተምሂሮምና ነይሮም። ብእውነት እዛ ነጥቢ እዚኣ ኣብ ደገ ሰላም ይኹን ኣብ ኣኼባ ኣቦይ ቀሺ ደጋጊሞም ክምህሩላ ኣለዎም። ሰብ ብሓሳብ ብናብራ ብንቕሓት፣ ብሃብቲ፣ ኮታ ብዝተፈላለየ ነጥብታት ክነዓዓቕ እንተጀሚሩ ሓቢሩ ክነብር ከጸግሞ እዩ። ናብ ውንኡ ምልስ ኢሉ ድማ ዓይኖም ግን ከምኡ ዓይነት ሰብ ኣይኮነትን ንበልሓ ግርህነት ዓብልቢልዎ እምበር ዝሃብካያ ንምቕባል ሰናፍ ኣይኮነትን ምስ ነብሱ እናተዛረበ ገዛ እንዳ ዓይኖም በጽሐ። ኣደ ዓይኖም መታን ከይትርእዮ ቆልዓ ልኢኸዮ ከም ትመጽእ ገይሩ ኣብ እግሪ እቲ ዓባይ ገረብ በርበረ ጸሊም ብዶም ናፍቖቶም ተገላሊጾም ሳምራዊ ናብቲ ክህውጾ ዝጸንሐ ሓበሬታ ክሰግር ግድን ነበረ። ኣዒንቱ ንብዓት ቁፅርፅር እናበለ ዓይኖመይ ብህይወት ክሳብ ዘለኹ ሓንቲ ከቋርጻ ዘይደሊ ኣብ ልበይ ክትነብር ዝምነያ ጉዳይ ኣላትኒ ሓውሲ ድንን ኢሉ ድምፁ ትሒቱ ዓይኖመይ ንዓኽ ምፍቃር ከቋርጾ ኣይክእልን እየ ኣይደልየን እውን ዓይኖም ከምዚ ዓይነት ኮለል ዘረባ ሳምራዊ ስለ ዝኾነያ ግዜ ሂባ ትሰምዖ ነይራ እምበር ተጠዋዊን ዝቐርብ ዕላል ብዓቕሊ ክትሰምዕ ኣዝያ ትሽገር ሳምራዊ እንዲሞ ኮይኑ በትበቲ ኸኣ ፍቕሩ ነባሪ ምዃኑ የረጋግጸላ ስለ ዝነበረ መወዳእታ ናይቲ ምቁር ዕላል ከምቲ ዘይትፈትዎ ከይከውን መዛዘሚኡ ግን ስግኣታ ቦቲ እዩ በቃ ዓይኖም በለ ድምፁ ኣብርኽ ኣቢሉ ኣካለይ ክንስኺ እየ ጉዳይ ናብ ሰብ ክትሰምዒ ስለ ዘይደለኹ እየ ምሸት ምድሪ መጽኪ ካብ ጽባሕ ኣብዚ የለኹን ኣብ ፍቕርና ግን ኩሉ ግዜ ኣለኹ ጎረርኡ ተለኽተ ዓይኖም ትብሎን ትገብሮን ጠፍኣ እናነብዐት ከምዚ መሰለንን እምበር ተረዲእኒ ዳ ነይሩ እንድዩ ብንግኡ እኮ ጽቡቕ ኣይወዓልኩን ቀለውልው ክብል ነብሰይ ምቛም ኣብያትኒ ውዒላ እምበኣር ነዚ ነይሩ ኣብ ሽዑ በጺሑ ሳምራዊ ንኸትብዓን ከጸናንዓን ቃላት ሽርብ በልዎ ተዓኒዶም ክጠማመቱ ደቓይቕ ሓለፈ እቲ ዒደረ፣ ሕጂኸ እንታይ ክቕይርዎ'ዮም? እናበለ ድማ ምሕሳብ ጀመረ። ኣብ ክንዲ ኣእዳዎም ተጨባቢጦም ወይ ተሓቋቒፎም ዝፈላለዩ፣ ካብ ኣዒንቶም እናፈልፈለ ኣብ መዓጓጉርቶም ዝውሕዝ ብዝነበረ ውዑይ ንብዓት ተፈላልዮም። ሳምራዊ ናይ ሓይሊ ኣቦኡ ተማዊቱ ሕቖኡ ክኽባ ከሎ፣ ዓይኖም ክልተ ኢዳ ኣብ ብርካ ኣዕሊባ፣ ኣብ ዝነበረቶ ርኽሙሽ በለት ኩሉ ነገር መወዳእታ መሰላ ነቲ ሳምራዊ ካብ ጽባሕ ኣብ ዘየለኹን ዝበላ ብሓቂ ጽባሕ ክትመጽእ ድያ ክሳብ ትጠራጠር ኮነት እንተ መጽያኸ ከም ሓንቲ ውድቕቲ ፍጥረት ተስፋ ዘይገቃላቐላ ኾይና ኽተሕልፋ ፍጹም ምቕባሉ ጭንቀት ፈጠረላ። ርእሳ ክትኮስ ክሳብ ዝደሊ፣ ኣዒንታ በርበረ ክሳብ ዝመስሉ ኩርሚ ኢላ ትሕቆን ነበረት። ኣዲኣ ኣብ ገዛ ዝወዓሉ ናይ ንግደት ኣጋይሽ ክተፋኑ እንተዘይትወጽእ ምስቲ ሰብነታ ምእዛዝ ኣብይዋ ዝነበረ ብሓሳብን በበኽያትን ደኺማ ኣብ ዝነበረቶ ድቃስ መወሰዳ ነዲኣ ነቶም ኣጋይሽን ንብዓታ ሓቢሳ ክትሸይን ዝጸንሐት መሲላ ተራእየቶም። ገዜ ኣትያ ድማ ርእሳ ከም ዝሓመመት ንሓዋ ነጊራ ናብ መደቀሲ ኣምርሐት። ኒኽኒኽታ ግን ኣይገደፋን። ሳምራዊ ድሮ ገዝኡ በጺሑ ሙሉእ መዓልቲ ጠፊኡ ስለ ዝወዓለ እሞ ኸኣ ኣውደኣመት ምድሪ ኣስመረት ሓፍቱ ብቖየቋያ ጀሚራቶ። ደጊሙ ክዛረበሉ ዘይደለየ ጉዳይ ጉዳይ ዓይኖም ግን ከልዕሎይ መረጸን ንግደት ከብዕል ዝመጸ ሓሙታ ንዛይድ ሓፍቱ ንደቂ ኣምሓረ ክማልኦ ቃል ስለ ዝኣተወሉ ንግሆ ድቃስ ከይወስዶ እሞ ገዲፎ ከይከይድ ስለ ዝሰግአ ወላ ንሓንሳብ ዓይኑ ክኸድን ኣይደለየን ኣብ ክንዳኡ፣ መሕለፊ ግዜ ክዀኖ፣ ናብቲ ሽዑ ዝትከል ዝነበረ ጓይላ ምሕማስ ክኸይድ ወሰነ። ከብዱ ከይዘከረ'የ ውዒሉ። ንኣስመረት ሓፍቱ እናተቋየቖቶ እንከላ፣ መመሊሱ ጥምታ፣ መመሊሱ ክናፍቓ ምዃኑ እናዘከረ፣ ንዝቐረበትሉ መግቢ በሊዑ፣ ካልኣይ ግዜ ተመሳሲሉ፣ ንጽባሒቱ ዝገብሮ ክዳን ለቢሱ፣ ናብቲ ጓይላ ተበገሰ። ሓሙታ ንዛይድ ሓፍቱ ቅድሚ ሽዑ ተማሊእዎ ስለ ዝነበረ ሓድሽ ነገር ኣይኮነን። እንተኾነ ግን ሳምራዊ ብሓይሊ ዛይድ ሓፍቱ ከም ዝተመልሰ ሓሙታ ዝፈልጦ ኣይነበረን። ክጥርጥሮ ስለ ዘይከኣለዩ ድማ ኣደይ ናብ ዛይድ ተማልኣዮ ኢላትካ ኣላ መልእኽቲ ኣለዋ ምስ በሎ ንግሆ ክመጾ ዝነገሮ ኣብቲ ምሸት መጻኢ እንታይ ክኾን ኣለዎ? ተራ ሰብ ኮይነ ክነብር የብለይን። ብውሕዱ ሓደ ሰነድ ክገድፍ ኣለኒ። እቲ ጽቡቕ መወዳእታ ክህልዎ ብተስፋ ጽበዮ ህይወተይን ህይወት ዓይኖምን ንርእሱ ሓደ ዓቢ ዛንታ እንድዩ። ኣቦይ ባዕሉ ዝጸሓፎ ዝንበብ ኣይገደፈን እምበር ናይ ካልኦት ዛንታታት ህይወት ብዙሕ ከም ዘንበበ ፈሊጠ ኣለኹ። ኣነ ግን ናቱ ህይወት ብፍጹም ክደግሞ የብለይን። እዞም ዓበይቲ ሰባት ኣብ ዘዝረኸቡኒ ካብ ኣቦኻ ይሕሸልካ ዝብሉኒ ፈጣሪ ዕድመ ንኽህበኒ ድዩ ወይ ዝሓሸ ናብራ ንኽህልወኒ ንጹር ኣይኮነን። ዝለዓለ ግምተይ ግን ዕድመ ይሃብካ ዘስምዕ መስለኒ ኣቦይ መስኪን ነታ ሰረቱ ዓቂቡ ሰረተይ ዘቐመጠላ ቤት ሕቖይ ክህባ ክግደድ እየ ርሁው ናብራ ክመርሕ ከይጀመርኩ ድማ ክንደየናይ ከይምለሳ እዞም ዓይንን ልብን ዘሐጕሱ ፍረታት ጀራዲን ምሳኑ፣ ንጥሙይ ዘዕንግሉ፣ ንጕሁይ ዘፈስሑ እዮም። ኣይክርስዖምን እየ እዚ ዅሉ። እታ ለይቲ ወገግ ምስ በለት፣ ኣብታ ቶዮታ ናይ ሓሙት ዛይድ ሓፍቱ ተሰቒሉ ክብገስ እናተጸበየ ኸሎ ምስ ነብሱ ዘዕሎ ዝነበረ እዩ። ድሕሪ ዝተወሰነየ ናይ ትጽቢት ግዜ ግን ዋና መኪና መጸ። ሳምራዊ ኣቐዲሙ እንተዘይመጽእ ብገዛ ክእለዮዩ ሓሲቡ ነይሩ። ሳምራዊ ግን ነዛ ወርቃዊት ዕድል ከሕልፋ ስለ ዘይደለየ ዝፈትዎ ድቃስ ተሓሪሙዩ ናብዛ ሰዓት እዚኣ በጺሑ። እንታይ እዋንካ ደኣ ተሲእካ? ሓተታ ኦቲስታ። እቲ ምሕሳው ዘሸግሮ ሳምራዊ ኣብ ሽዑ በጺሑ ንፉዕ መምሰሊ ኮይኑ ተረኽበ። እወ ስራሕ ከይህልዎ ከይተደናጉየ ኢለናኒ በዓል ኣደይ ቀልጢፈና ተሲእናኒ። ቁሩብ ጠርጠሮ ግን ከኣ እቲ ዝኣመኖ ስለ ዝዓቢ ኣብ ገበይና ንኽኣቱ ማዕጾ ከፈተሉ ሳምራዊ እዛ ዕድል ብዝኾነ ምኽንያት ከይተተዓናቐፎ ጸሎት ክዕርግ ጀመረ። ገና ከይተበገሱ ዕላል ሰብ ዘበብዝሓሉ ሳምራዊ ብውሽጡ ኣታ ክንደይ ሃለውለው ይብል ሰብኣይ ወደይ ይብሎ እኳ እንተነበረ ጉዳዩ ክሳብ ዝሰልጦ ግን ብግቡእ ይምልሰሉ ነይሩ። ናይ ዜሮ ሰዓት ኣኺላ ድማ ንቕሎ ንደቀምሓረ ዀነ። እቲ ሰብኣይ ኪዛረብ ከሎ፣ ሳምራዊ ነቲ ዓዲ፣ ነቲ መሬት፣ ንዅሉ ዚርእዮ ዘበለ ብውሽጡ ይፋነዎ ነበረ። ነቲ ሓመድ ጽርግያ ወዲኦም ጸሊም ጽርግያ ምስ ሓዙ፣ ዝያዳ ቕሳነት ተሰምዖ። ዓዲ ሓዲድ ኣዕሪፎም፣ ሰላጣ ቖሪሶም ድማ ሰገነይቲ ሓሊፎም፣ ደቂ ኣምሓረ ብሰላም በጽሑ። ንጎሆ ስለ ዝነበረ ኣነ ኣስመራ ክቕጽል እየ፣ ንስኻ ገዛ እቶ ኢሉ ኣብ ኣፍ ደገ ከውርዶ ከሎ ዕስራ ቅርሺ ድርቢ ኣበለሉ። እቲ ኩሉ ዝመጾ ከንቱ ከይከውን እምበር ኣስመራ ተማልኣኒ ክብሎ ሓሲቡ ነይሩ። ግና ንዅሉ ብውሽጢ ገይሩ ተመሳጊኑ ተፋነዎ። ሳምራዊ ብድሕርዚ ናብዛ ኢድ ሓፍቱ ድዩ ናበይ ይኸ።